እዛ እትሪእዋ ዘለኹም ጋል ሽማ ጁዲት ትበሃል። ጁዲት ድማ ኣዝያ ምልክዕትን ቅርጻ እውን ኣዝዩ ሰሓቢን ብምዃኑ ዋላ እኳ ደኣ ብዙሓት ኣወዳት ንፍቕሪ ይኹን ንሓዳር ዝምነይዎ ዓይነት ጓል እንተኾነት ንሳ ግን ልዕሊ ፍቕሪ እትምነዮ ካልእ ዓይነት ነገር ነበረ። እዚ ክብለኩም ከለኹ ግን ፍቕሪ ፈጺማ ኣይትፈቱን ማለት ዘይኮነስ ኮይኑ ግን ካብ ልዕሊ እቲ ናይ ፍቕሪ ስምዒት እትረኽቦ ዝነኽበረት ጣዕሚ ንላዕሊ ኣብቲ ንሳ ንትሰርሐሉ ዝነበረት ናይ ፋርማሲቲካል ትካል እውን እታ ዝነኣሰት ዋና ስራሕ መካየዲት ተባሂላ መዝነት ተዋሂቡዋ ነዚ ድማ ሽማ ንኽትሕሉ'ያ ኩል ግዜ እትጽዕር ዝነበረት። ሓደ እዋን ድማ ከምቲ ልሙድ ኣብቲ ዴስካ እንዳሰርሐት ከላ እዛ እትሪእዋ ዘለኹም ሞኒካ እትበሃል ሓላፊታ ንሓደ ሰብ ካብ ትህቦ ንላዕሊ ዓይነት ስራሕቲ ኩሉ ብምሃብ እውን ሎሚ ክዘናጋዕ ይወጽእ ስለ ዘለኹ ኩሎም እዞም ስራሕቲ እዚኦም ወድእዮም ትብላ እሞ እቲ ሚጌል ዝበሃል መሳርሕታ ዝነበረ እውን ሞኒካ ስለ ዘኣንገደቶ ምስ ሞኒካ ብሓባር ክወጽእ ከኣለ። ነዞም ስራሕቲ እዚኦም ንኽትውግን ኢላ ክሳብ ዝመሲ ኣብቲ ቢሮ ትጸንሕ እሞ ንኽትወጽእ ኢላ ናብቲ ፓርኪንግ ሎት እንትተምርሕ ግን ብዘሰንብድ ኩነታት ሓላፊታ ሞኒካን እቲ መሳርሕታ ዝነበረ ሚጌልን እውን ብሓንሳብ ዘይተደለየ ነገር እንዳገበሩ ከለዉ ትሪኦሞ ኣብ ክንዲ በዚ ሰንቢዳ ካብቲ ከባቢ ትንቀሳቐስ ድማ ኩሉ ነገር ክሳብ ዝውድኡ እቲ ኩሉ ዝግበር ዝነበረ ነገር እውን ኣብ ጥቓ ኮይና ትከታተሎ ነበረት። ንጽባሒቱ ድማ ናብ ስራሕ እንዳእተወት ከላ እቲ ተሳፊራትሉ ዝነበረት ኤሊቨተር መብራህቲ ትኸይድ እሞ ኣብ መንጎ ተቐርቀረ። ኩነታታ ኩሉ ፈሪሓ ከም ዘላ ዝረኣየ እቲ ሪኣቶ ዘይትፈልጥ ወዲ ድማ ናብኣ ተጸጊዑ ኣብ ከባቢ ምዕጉርታ ድማ ክስዕማ ከሎ እዚ ወዲ ዘይፈልጠኒ ብኸመይ ድፍረት እዩ ከምዚ ዓይነት ነገር ዝገብር ዘሎ እንዳበለት ድማ ኣብ ሓሳብ ኣትያ እንዳሃለወት ውን እታ መብራህቲ ትመጽእ እሞ ክልቲኦም ነናብ ፍሎረም ኣምርሑ። ናብ ሓላፊታ ናብ ሞኒካ ምስ ከደት ድማ እዚ ወዲ እዚ ተላለዮ ኤሪክ ይበሃል ናይዚ እንሰርሐሉ ዘለና ካምፓኒ ድማ ዋና ስራሕ መካየዲ እዩ እንትትብላ ጁዲት ድማ እቲ ኣብ ሊፍት ዝረኸበቶ ወዲ ንሱ ምዃኑ ዘይምፍላጣ ድማ ኣዝያ ተገረመት። ከምቲ ልሙድ እውን ኣብቲ ኦፊሳ እንዳ ሰርሐት ኣምስያ ልክዕ ክትወጽእ እንትትብል ኣብቲ ናይ ሞኒካ ኦፊስ ገለ ድምጺ ትሰምዕ እሞ ሞኒካን ሚጌልን እውን ከምቲ ናይ ልሙድ ዝነበረ ሚሽጥራዊ ርክቦም እንዳ ቀጸሉ ከም ዘለዉ ትርኢ እሞ ኣብ ክንዲ ናብ ገዛኣ ምኻድ ግን ተሓቢኣ ኩሉ ነገሮም እንዳ ተኸታተሎብቶም እንዳ ሃለወት ድማ ሃንደበት ኤሪክ ብድሕሪታ ብምምጻእ ክትርእዮ ዘይግብኡኺ ነገራት ምርኣይሲ ትፈትዊ ኢኺ መስለኒ ኩሉ ነገርኪ ይዕዘበኪ እየ ዘለኹ እንትብላ ኣይፋሉን ንሓላፊተይ ከዛረባ ኢለ እየ መጽየ ነይረ ኮይኑ ግን ክሳብ ክንድዚ ምጽንሐይ ድሞ ጌጋ እዩ ትብሎ ኣነ እሞ ሎሚ ምሸት ንምንታይ ድራር ዘይጋብዘክን ትብላ ምስ ሓላፊየይ ድራር ኣይወጽእን ኢላ ገዲፋቶ ትኸይድ ንጽባሒቱ ድማ ኣፓርትመንት ኣይኩሕኳሕ እሞ ልክዕ እንትትኸፍቶ ኤሪክ እንትትኸውን ንምንታይ ሎሚ ብሓንሳብ መግቢ ዘይንበልዕ ይብላ እሞ ዋላ እኳ ድኣ ዘይተቀበለቶ እንተነበረት ኣብዚ ሞንጎ ግን ውሽጣ ክቅበለላ ስለ ዘይከኣለ ሕራይ ክዳን ቀይረ ክመጽእ እየ እሞ ተጸበየኒ በለቶ ናብ መኪንኡ ክትኣቱ ከላ ድማ ፖርሻ ዝዓይነታ ዘመናዊት መኪና ምዃና ምስ ረኣየት ድማ ኣብ ህይወት ዘመነይ ፖርሻ መኪና ንኽዝውር እዩ ሕልመይ ዝነበረ፣ መኪናኻ ኣዝየ እፈትያ ትብሎ ነበረት። ብሓንሳብ ድማ ድራር እንዳበልዑ ይጸንሑሞ ቅድሚ ሕጂ ጥዒማቶምን ሞኪራቶምን ዘይትፈልጥ ዓይነት መግብታት እውን ሓደ ብሓደ የመኩራ ነበረ። ነገራት ክማወቑ ስለ ዝጀመሩ ድማ ኣብዚ መንጎ እዚ ክስዕማ ዋላ እኳ እንተጀመረ ትም ኢላ ግን ፈቓዱ ትፍጽም ነበረት። ኣብዚ መንጎ እዚ ግን በል ደሓን ሕደር ሕጂ ናብ ገዛይ ከምርሕ እየ ብምባል ገዲፋቶ ትኸይድ። ንጽባሒቱ እውን ብተመሳሳሊ ብሓንሳብ ናብቶም ዝፈትዎም ዝነበሩ ኣኻልቡ ሒዝዋ ይኸይድ እሞ ብሓንሳብ ድማ እታ መዓልቲ የሕልፉዋ። ንምሸቱ እውን እንተኾነ ናብቱ ናቱ ኣፓርትመንት ሒዝዋ ብምኻድ እቲ ዝነበሮም ርክብ እውን ናብ ዝለዓለ ደረጃ ክበፅሕ ልክዕ ምስ በለ ዝኾነት ጓል ናብቲ ኣፓርትመንቱ መፂኣ ከም ዘላ ምስ ረኣየት ግን ንስኻ ክርእየካ ከለኹ ናይ ብሓቂ ሲሪየስ ዝኾነ ሪሌሽንሺፕ ደሊኻ ዘይኮንካስ ንዓይ ከም ሓንቲ መፃወቲት ኢኻ እትርእየኒ ዘለኻ ብምባል እውን ብሕርቃን ገዲፋቶ ናብ ገዝኣ ትኸይድ። ንጽባሒቱ ናብ ቢሮኣ ምስ ከደት ድማ ሓላፊታ ሞኒካ፣ ኤሪክ ናብ ባርሴሎና ይኸይድ ስለ ዘሎ ኣብዚ ናይ ቢዝነስ ትሪፕ ድማ ምስኡ ንኽትከድ እየ ሓሲበ ዘለኹ እንትትብላ፣ ካብ ዝተለመደ መንገዲ ወጻእ ድማ ኣይከይድን ክትብል ነቲ ናይ ሓላፊታ ጻውዒት ድማ ነጸገቶ። ኤሪክ ግን በዚ ደወን ከየበለ እውን ብተደጋጋሚ ኣብቶም ትገብሮም ዝነበሩ ምንቅስቓሳታ ደጋፋይ እንዳኾነ ይከታተላ ከም ዘሎ ምስ ረኣየት ድማ ኣብ መወዳእታ ምስኡ ናብ ባርሴሎና ንኽትጓዓዝ ትሰማማዕ። ናብ ባርሴሎና ምሳኻ ክኸይድ ተሰማሚዐ'የ ዘለኹ፣ ኰይኑ ግን ኣብዚ ሞጎ ጕዕዞና'ዚ ኣብ መንጐይን ኣብ መንጐኻን ዋላ ሓንቲ ነገር ክፍጠር ኣይደልይን እየ ትብሎ'ሞ፣ ኤሪክ ድማ ጸገም የብሉን ንስራሕ ጥራሕ ኢና ንኸይድ ዘለና፣ እቲ ዘገድስ'ውን ንሱ ጥራይ'ዩ በላ። ናብ ባርሴሎና ልክዕ ምስ በጽሑ ድማ ቅድሚ ናብቲ ስራሕ ምኻዶም ክልተ ካፕል ዝነበሩ መሓዙቱ የላለያ። እዞም ካፕል ድማ ኣዝዩም ሓፋትም ከም ዝኾኑ ካብ መንበሪ ገዝኦምን ካብ ላይፍ ስታይሎምን ምርኣይ ቀሊል እዩ ነይሩ። ሎሚ ምሸት ድማ ናይቶም ኩሎም መሓዙትና ዓዲምና ፓርቲ ክንገብር ኢና ይብልዎ እሞ ኣብቲ ፓርቲ ድማ ጁዲት ክትርኢ ከላ እቶም ብቲቪ ጥራይ እትሪኦም ዝነበሩ ዝተፈላለዩ ሰሌብሪቲ ይመጹ ከም ዘለዉ ምርኣያ ድማ ዋላ እኳ ድኣ ብግልጺ ኣይትዛረቦ እምበር ኣብዚ ምርካባ ግን ክብሪ ክስምዓ ከኣለ። መስተ ሓደ ክልተ እንዳበሉ ካልኦት ነገራት እውን ክወስዱ ምስ ከኣሉ ግን ንምሸቱ ዋላ እኳ ደኣ ምስ ኤሪክ ከም ክልተ ፍቑራት ኰይኖም እታ ለይቲ እንተሕለፍዋ፣ ንግሆ ካብ ድቃሳ ምስ ተበራበረት ግን ኣብቲ ዝሓለፈ ምሸት እንታይ ከም ዝተፈጠረ ዋላ ሓንቲ እትዝክሮ ነገር ኣይነበራን። ካብ ድቃሳ ተሲኣ ድማ ናብ ኤሪክ ዋላ እኳ ደኣ ብተደጋጋሚ ቴለፎን እንተደወለትሉን ቴክስት'ውን እንተጸሓፈትሉን፣ ኤሪክ ግን ብቴክስት ይኹን ብቮይስ ዋላ ሓንቲ መልሲ ክምልሰላ ብዘይምኽኣሉ ኣብ ከቢድ ዝኾነ ሕርቃን ኣተወት። ብቕልጡፍ እውን ናብ ገዝኣ ትምለስ እሞ ካብ ብሕጂ ነዚ ወዲ እዚ ክረኽቦ ይደሊ እንክትብል ካብዚ ጉዳይ እዚ ንክትረሳሳዕ ክትብል ድማ ናብ ሓደ ጂም ብምእታው ኣዝዩ ጽዕጹዕ ዝኾነ ስልጠናታት እውን ትገብር ነበረት። ናብቲ ትሰርሐሉ ዝነበረት ቢሮ ልክዕ ምስ ተመለሰት ድማ ዋላ እኳ ደኣ ኤሪክ ብተደጋጋሚ ከዛርባ እንተፈተነ ተቐይማቶ ስለ ዝነበረት ካብ ብሕጂ ከዘራርበካ ኣይደልን በለቶ። ኤሪክ ግን ናብቲ ኦፊሳ ተጸጊዑ፣ ንስኺ ተቐበልኒ ኣይትቀበልኒ፣ ኣነ ግን ንዓኺ ልዑል ዝኾነ ስምዒት ከም ዘለኒ'የ ከፍልጠኪ ዝደሊ እሞ፣ ድሕሪኡ ግን ናትኪ ውሳነ ክቕበል'የ በላ። ጁዲት ድማ ሓሳባታ ክተደይብን ክተውርድን ጸኒሓ ኣብ መወዳእታ ሕራይ ኢላ ተቐበለቶ። ብድሕሪኡ ድማ ኣብ መንጎ ኤሪክን ጁዲትን ዝነበረ ፍቕሪ ከም ብሓዱሽ ለምሊሙ፣ ክልቲኦም'ውን ኣዝዩ ጥዑም ዝኾነ ናይ ፍቕሪ እዋን ጀሚሮም። ብዛዕባ'ቲ ኣብ መንጎ ክልቲኦም ተፈጢሩ ዝነበረ ሽግርን ጁዲት ድማ ብኸመይ፣ ነዚ ወዲ እዚ ሃፍታም ስለ ዝኾነ ምስ ብዙሓት ኣዋልድ እዩ ዝብዕልግ እምበር ምስ ሓንቲ ጓልሲ ተኣማናይ ኮይኑ ክነብር ኣይክእልን ኢላ ከመይ ትሓስቦ ከም ዝነበረትን ኮይኑ ግን ዋላ እኳ ደኣ ዘይተደለዩ ልማዳት እንተነበርዎ ተኣማናይ ኮይና ከም ዝረኸበቶን እንዳ ነገረቶ እንከላ ድማ ታሪኽና የብቅዕ። እምበኣርከስ ፍቱዋት ተኸታተልተይ እታ ንሎሚ ሒዘልኩም ዝመጻኹ ታሪኽ ነዛ ክሳብ ሕጂ ክትከታተልዋ ዝጸናሕኩም ትመስል ነይራ። እዚ ቻናል እዚ ድማ ሓዱሽ ቻናል ስለ ዝኾነ ናብዚ ቻናል እዚ ሰብስክራይብ ብምግባር ቀልጢፍኩም ሓደ ሽሕ ሰብስክራይበራት ክተምልእዋን ቀልጢፋ ንኽትመልእ ድማ ናብ ኩሎም መሓዙትኩምን ስድራኹምን ድማ ሼር ንኽትብልዋን እንዳበልኩ ኣብ ቀጻሊ ክሳብ ንራኸብ ድማ ሰላም